ሰላም ክቡራት ኣሕዋተይ ከመይ ቀኒክን ርሑስ ቅንያት ሓዱሽ ዓመትን በዓል ልደትን ይግበረልና። ናይ ሎማዓንቲ ፓናቶነ ልክዕ ከምታ ትራዲሽን ኣሰራርሓኣ ብቀሊል መገዲ ብዘይ ጸባ ሰሪሐያ ሰብ ዘጸለለት ፓናቶነ እያ ነይራ። ተረፋ ይነበረ ገለ ይነበረ ከዓ ኣቦ ጓቢለን ወሲደና እየንተን ሓዱሽ ዓመት ምሳና ዘብዓላ ሶ ክትፈትዋ ኢኽን ክሳብ መወዳእታ ምሳይ ጽንሓ ተኸታተላኒ። ሕጂ ኣብዚኣ ኣነ ሕጂ ዋላ ብኢድና ክንለብሶ ንኽእል ኢና ኣቐዲመ ክነግረክን ዝደሊ ማለት እዩ ብኢድክን ጌርክን ክትለብሶ ትኽእላ ኢኽን ኣነ ግን ካልእ ስራሕ ይሰርሕ ስለ ዝነበርኩ እየ ማሽን ተጠቂመ ሓደ ኩብ ሓደ ማንካ ጣውላ ለቢቶ ገይረ ሓደ ማንካ ጣውላ ቤኪንግ ፓውደር ገይረ ምልእ ኣቢለ ማለት እዩ ጨው ብዓቐነይ ገይረ ጨው ኦፍ ኮርስ ግድን ኢና ንገብረሉ ዋላ ሽኮራ ዋላ ኬክ ዋላ ዝኾነ ክንሰርሕ ኣለና ባላንስ ስለ ዘምጽኦ እንደገና ከዓኒ ሽኮር ሽኮር ከዓ ፍርቂ ኩባያ ገይረ እንቋቑሖ ከዓኒ እቲ በብጭኡ እንዴና ክንገብሮ ዝግበአና ኣነ ግን ኢትስ ኦኬ ወላ ሓንቲ ማይ ውሑድ ይጥቀም ኢለ ምስ ክስታይ ገይረዮ ማለተይ ሰለስተ እታ ትራዲሽናል ኣሰራርሓ ግን ኣብ ኣንእሽተይ መሊኤ ኣላ ኣነ እታ ብጫ ጥራሕ ኢና ንገብራ ማለት እዩ ስለዚ እዘን ሰለስተ እንቋቑሖ ገይረያ ኣነ ንእሽቲ በለት በታ ናይ ሳልሰይቲ ኖኖ ካልኣይቲ ድየ ሳልሰይቲ ተጠቂመ እታ ደረጃ ናይ ኬክ መስርሒ ማለት እዩ እንደገና ከዓ ኣብዚኣ ሃኒ ብጣዕሚ ቀሊል ይሕዋተይ ከምቲ ንርእዮ ኣይኮነን እዚ ፈሳሲ ዶ እተኾ ከኣ ቫኒልያ እዩ እንደገና ኦሬንጅ ጸሚቆ ከኣ ርብዒ ኩባያ ከኣ ኦሬንጅ ተጠቂመ ማለት እዩ ብዘይ ጸባ ኢና ክንሰርሖ ማይ ከኣ ኣዝዩ ውሑድ ማይ ተጠቂምና እንድ ኦሬንጅ በቃ በቲ ስቤዛ ኢና ክንልውሶ ማለት እዩ እንደገና ምስ ከምኡ ጌርና ምስ ኣበልናዮ ጽቡቅ ጌርና ምስ ኣሰማማዕናዮ ከኣ ማይ ከኣ ርብዒ ኩባያ ካብ ርብዒ ኩባያ እስከ ቁርብ ሕልፍ ድበለት እንድያ ግን ደሓን ርብዒ ኩባያ ኢልክን ሕዝኣ እሞ ተውሒድክን ትውስኻሉ ንገብረሉ ጽቡቅ ጌርና ከኣ እንደገና ከኣ ነሰማምዖ ማለት እዩ። ከማን ምህራም ብማሽን ኣይኮንኩን ሃሪመዮ ምልዋስ ጥራሕ ብማሽን ለዊሰዮ so ብድሕሪኡ ከኣኒ ከምዚኣ ጌርና ከምዛ ንሪኣ ዘለና ጡብ ጌርና ምስ ኣሰማማዕናዮ ተሰማሚዑ እዩ ኢልና ሕብሩ ናብ ጽዕድው ዝበለ ነገር ምስ ከደ ሃሪምናዮ ሕሩጭና ንገብር ሕጂ እቲ ሕሩጭ በብቑሩብ ከእትዎ እየ ማለት እዩ ገሊኡ ፊኖ ከምቲ ቀጻሊ ዝብለክን ማይ ዘእቱ ኣሎ ምኽንያቱ ኣምፕሊችድ ዝኾነ ፊኖ ኣሎ ከምዚ ደይተ መስርሐ ሰጣሕ ነጥራሕ ላይክ ኦርጋኒክ ማለት እዩ ስለዚ ገሊኡ ከዓኒ ማይ ዘይእቱ ከ ኣሎ ብልች ድኾነ ማለት እዩ ስለዚ እንዳረኣና እንዳረኣና ንገብሮ ማለት እቲ ዓቕን ከ ከይማዛበለና ምእንቲ ሰለስተ ኩባያ ኢና ክንጥቀም ሕሩጭ ሶ ሓንቲ ኩባያ መጀመርታ እተያ እንዳወሰኽኩ እንዳወሰኽኩ ከዓ ሰለስቲኤን ሊኤቲኒ ማለት እየ ሕጂ ክልተ ኩባያን ፈረቓን ከእትወልና ክእል ሰለስተ ኩባያ ሰለስተ ክባያን ርብዕን ከኣ ከነእትው ንክእል ኢና ማለተይ ስከ ከምቲ ዓይነት ፊኑኡ ስለ ዝኾነስ እንዳ ዓቀና ነዛ ሕጂ ኣነ ድሰራሕኽዋ ግን ሰለስተ ኩባያ ተጠቂመ እንድሕር ደሊና ከኣ ክልተ ኩባያ ፊኖ ጌርና ሓደ ኩባያ ስገም ክነምጾ ንክእል ኢና ግን ፎኪስ ኣዝዩ ፎኪስ ከም ትራዲሽን ክንሰርሖ ተኮይንና ግን ብፊኖ ኢና ንሰርሖ ኣብዚኣ ከኣ ዘቢበይ ኣሊከ ጸኒሐ ኣፕሪኮት እንድሕር ኣለና ኢዩ ዝተበለጸ በቃ ልክዕ ፓናቶነ ጣዕሚ ዘምጽኦ ማለት ኢዩ ኣነ ግን ንዑ ኢለ ድኳን ክኸይድ ኣይደለኹን እታ ዘቢበይ ኣሊኸያ ጸኒሐ እቲ ማይ ኣጽሪረ ከኣ የእተዮ ኣብዚ ሕጂ ድረስ ሰዓኹ እቲ እቲ ኣንሳልቲ ጠስሚ ዝተጠቀምኩዎ ላይክ ባደር እንታይ ድበሃል ብሮ ድዩ ድበሃል ደሓን ኣንሳልት ድባደር ከይተኸለሱ ከሎ ጠስሚ ማለት እዩ ቅድሚ እቲ ወይኒ እየ ከእትዎ ነይርኒ ግን ረሲዑ እየ ኣነ ደሓር ርእየትዎ ኣለኹ ሕጂ እዚኣ ጠስሚ ፍርቂ ኩባያ እንድያ ነይራ ጨው ዶ ይብሉ ማለት እዩ ፍርቂ ኩባያ እያ ነይራ ሕጂ ካብታ ፍርቂ ኩባያ እታ ሰለስተ ርብዒ የእትያ ማለት እዩ እታ ርብዒ ከዓ መልከይትን ብላዕሊ ከዓ ስለ ጠስሚ ንገብረሉ ኮፍኩፍ ስለ ነብለሉ ንዑኡ ዝኾነኒ ከኣ ኣትሪፈሉ ማለት እየ ሕጂ እዚኣ ፍርቂ ኩባያ ሕጂ ኣነ ከምዚ ዓቂነ ገለ ዘይኮንኩ ዝተዓቀነ ድመጽእ ኣሎ ኣብ ሓንቲ ባኮስ ፈፍርቂ ኩባያ ትሕዝ ክልተ ኩባያ ትሕዝ ባኮላ ትሽየጥ ኣብ ፍረሽኮ ኦር ኣብ ካስኮ ደጊመ ክነግረክን ካብኡ እየ ደምጽኦ ማለት እየ ሰው ንምዕቃኑ ቀለልካ ካብ ጨዲድካ ሜስካ ሸፊንካ ተቐምጦ ከኣ ሓንቲ እንዳውጻኻ ትጥቀም ማለት እዩ እንድሕር ካብኣ ተሪፍካ ከዓ ናቱ መሸፈኒ ኣለዎ ጠቕሊልካ ከተቐምጣ ትኽእል ኢዚ እቲ ላይፍ ጋስ ኢዚ ትገብሮ ለዊስና ምስ ወዳእና ኣፀቢቕና ኣይኮናን ምውት ንብለሉ ከምዚ ናይ ሕምባሻ ኖርማል ብክስታይ ስለ ዝኾነ ኩሉ በስቤዛ ስለ ዝኾነ ማይ ስለ ዘይበዝሖ ኖርማል እዩ ቁርብ ልስሉስ ምስ ኣበለቶ ከዓ ኣውፂእና እቲ ባዴ ላይ ከም ዝረኣኹንኦ ለኸዮ ፀኒሐ እታ ካልኣይቲ ደረጃ እያ ሰለስተ ደረጃ ካብ

ሽዑ ከምዚኣ ጌርና ከኣ ብዝኾነ ነገር ዋላ ብላማዲ ብዘለና ነገር ቅርጺ ክነውጸሉ ንኽእል ኢና። ኣነ ሕጂ ከምዚኣ መስቀል ነገር ጌረላ ሞስት ኦፍ ታይም ከምኣ ስለ ትግበር ናይ ፓናቶኒ ግን ካልእ ዝደለናዮ ቅርጺ እውን ክነትሕዞ ንኽእል ኢና። ሽዑ እቲኣ ጠስሚ ዝበልኩኹም ከኣ እታ ዝተረፈ ኣብኣ ኮፍ ኮፍ ኣቢለያ ሕጂ እዚ መቕሎ ኮፍ ኣቢለያ እየ ትኸውን ኣነ ብታሕቲ ኦርኩሳይ ኮይናሃኒ ባይ ዘ ወይ ግን ጽብቕቲ እያ በሲላሃለይ። ከምዚኣ ኮይና ከኣ ኣብ ኦቨን ብመጀመርታ ብክልተን ሓምሳን የእትየያ ደኣ ሓር ከተብል ምስ ቀረበት ከኣኒ ክሳይ ገይረዮ ኣብ መጀመርታ ብሰሳ ሓምሳን ዳሕራይ ከኣ ቀኒሰዮ ማለት እየ ሽዑ እንዳረኣና እንዳቀነስና ዋላ ብሚእትን ሰማንያን የእትና እውን ቀስ ኢሉ ክበስለልና ክእል እዩ መጀመርታ ግን ኣብ ኪዕየ ኢኹም ገይረ ሸፊነ ኣቀሚጠዮ ምስ በኩዐ የእትዮ ሓፍ ምስ በለ ዳሕራይ ከምዚኣ ትርእያ ደለኽን ከኣ ኦማይ ጋድ ኣጋይሸይ ከመይ ከም ዝፈተውዋ ሒዞማ ከም ዝኸዱ ኣብዚ ከለኹ ክነግረክን ይደሊ ምኽንያቱ ኣዝያ ጥዕምቲ ጥዕምቲ እያ ኔራ ናይ ኦሬንጅ ጣዕሚ ዘለዋ እያ ኔራ ብዘይ ጸባ ብዘይ ገለ ገለ ዓይነት ከምቲ እያ ትራዲሽን ፎኪስ ጽቡቕ ፓናቶነ ሕብርን ገለ መሊኡን ረኣይኦ ከምዚኣ ኮይና ከኣ ክነውጽኣ ንኽእል እንደገና ከኣ እንድሕር ከምዚ ቀልጢፉ ቀይሕና ብላዕሊ ብታሕቲ ከም ዝበልኩኽን ባዴላ ካልእ ተወሳኪ እንድሕር ጌርናሉ ቀልጢፉ ኣይብልን ናተይ ረኣያ ሕጂ ብታሕቲ ቁሩብ ወሲዳታ ቢከስ ባዴላ ከይገበርኩ እየ እቲኣ ብላዕሊ ከኣ ከምዚ ቀይሓ እናተጀሚሩ ንገብረሉ ታይ ድበሃል እዚ ኣሉምኔም ፎይል ንከድኖ መኣት እዩ ቀስ ኢሉ ሽዑ ይበስል ከም ንሪኦ ደለና ከኣ ጣውላና የማዕርገልና ጥዑም ንበልዕ ንደቅና ዋላ እንድሕር ደሊና ወግድን ኣይኮነን ኣብ ልደት ክንሰርሖ ኩሉ ግዜ ክንሰርሖ ንክእል ኢና ክትሪኣ ገለ ዓይነት ፋና ቀኒዒ ሰሪሕ

ልክዕ በቃ ኣምጽኤ ነዚ ኣስቲ ተብሎ ኣነ ሕጂ ክልዕሎ ስለ ዝደለኹ ክሳይ ኮይነ ኣለኹ ሰላጣ ናሰማማ ዓቢልና በቃ ራይዝ ኣላትና ኣብዚኣ ኢዚ ማለት እዩ ከምዚ ናይ ሰለስተ ናይ ኣርባዕተ ሰባት ዝኾነ ማሽፔረረሪ ዝኾነ ነገር ካልእ ክንስኸሉ ንኽእል ኢና ቅልል ድበለ ነገራት ኣነ ግን ድበልዖ ስለዘየለ ከዓ በቃ እዚ ኣኽለኒ ኢለ እዚኣ ፓናቶኔ እየ ቀንዲ ሎማዓንቲ በቃ ፈትያ ዘለኹ ዋላ ዘችክኒ እውን ፅብቕቲ እንድያ እዚኣ ግን ብጣዕሚ ፅብቕቲ ከዓ ወፅያትለይ ፓናቶነ ከዓ ኣብዚኣ ኣላትና ብድሕሪ ድራር ሽዕኡ ሻህዲና ክንገብር ቡንዲና ክንገብር ዝኾነ ዝገበርናዮ ከዓ ማለት ናዕና ብለና ጌርና ከዓኒ ፓናቶንና ጌርና ከዓ ክንበልዕ ኢና ማለት እዩ ስለዚ ከምቲ ትርእዮ ዘለኽን ከምኡ ጌርክን ትብላ ማለት እዩ ተሕልፍኦ ማለት እየ ንበልዕ ኢና ክብለክን ከለኹ። ግዜ ጥንሲ ኣብ ግዜ ሕርሲ ኣብ ግዜ ቆልዓ ምዕባይ ሸሞንተ ዓመት ሙሉእ ዘሕለፍክዎ like እቲ ዝሓለፈ ዓመታተይ ምሽ ድበዝሕ ካብዘን ሸሞንተ ትሽዓተ ዓመታት ዘሕለፍክዎን ኣብ ገዛ ኮይነስ እቲ ዝሓለፈ ዓመታት ይበዝሕ ምኽንያቱ ኣነ ጓል ሰላሳን ኣርባዕተን ዓመት እየ ሰላሳን ሓሙሽተን እድ ኸይድ ደለኹ so እሱ ይበዝሕ ምሽ እዚ ይውሕድ ግን እዚ ይበዝሕ ንዓይ ኣዝዩ ብዙሕ ነገራት ከም ዝዓየኹ እየ ዝሓስብ ምክንያቱ ቀሊል ነገር ኣይኮነን እዩ ከዓ ቀሊል ነገር ኣይኮነን እግዚኣብሔር ረድእኒ ደቀይ ኮፍ ኢለ ከዕቢ ላይክ በቃ ብግቡእ ሓዳረይ ክመርሕ ገለገለ ብጣዕሚ ብዘይ እዚ ቪድዮ ብዘይ ዝገለ ብዘይ ዝገለ ማለት እዩ ብዘይ እዚ ዩቱበር ምዃነይ ብዘይ ተኻል ይሰርሐ ገለ የለ ድሓስቦ ማለት እየ ብጀካ እሱሲ እቲ ዝገበርክዎ ዓመታተይ ክሳብ ሕጂ እግዚኣብሄር በረኸት ሂብንስ ነቲ በረኸተይ ሒዘ ቀጥ ኣቢለ ዝናባበረሉ ዘለኹ ሂወተይሲ ኣዝየ በቃ ብጣዕሚ ዕግብቲየ ክብርን ምስጋናን ንኣምላኽ ስለዚ ክንዓግበሉ ንእግዚኣብሄር ክነመስግነሉ እዩ ዘለና ሚኒን ክንብለሉ ኣይኮነን ደለና ላይኪኖ በቃ ከም ወላሓንቲ ዘይገበርና ጌርና ክንሓስብ ኣይብልናን ረኻቢ እዩ ዝረኽቦ እግዚኣብሄር ስለዝረደና ኢና ኮፍ ኢልና ደቅና ነዕቢ ዘለና like ኣዴታት ኮይና ኣብ ስደት መጺኻ እኮ ከኣ ሚዘረብል ምትራፍ ኣሎ ኣይ ቆልዑ ኣይ ሓዳር ኣይ ስራሕ ኣይ ገለ ውን እኮ ኣሎ ምክንያቱ ስደት ክበሃል ከሎ እዚ ክንፈልጦ ኣለና ስደት ካብ ዓድኻ ምውጻእ ቀሊል ኣይኮነን ኣይከነን ካብ ዓድኻ ሲ ካብቲኣ ኣብ ዓድኻ ኮይንካስ ካብ ገዛኻ ወጺኻ ኣብ ካልእ ዓዲ ከድካ ክትማዛበል ከለኻ ከማን ቀሊል ነገር ኣይኮነን ንሕና ግዳ ኣይ ምስ ባህልና ድማሳሰል ኣይ ምስ ቋንቋና ድማሳሰል ኣይ ናብ ዓድና ቃረብ ኣይ ብዝኾነ ተኣምር ደይንማሳሰል ማለት እዩ ገሌና ብባሕሪ ገሌና ብኣየር ገሌና ብገለ ፋሕ ኢልና ከም ደቂ ዛግራ ግን ከዓ በቃ ህይወት ሰሪዕና ናብራ ጌርና በቃ ምሻሎ ኣነ ናይ ብሓቂ እየ ንእግዚኣብሔር ዘመስግኖ ምሻሎ እቲ ዝበዝሕ ሰብሲ ኣብ ከምኡ ህይወት እዩ ዝነብር ወይ ናብ ከምኡ ዝቀራረብ ዘሎ እዩ እዚ ውሑድ ሰብ እዩ ከም ገለ ሸተት ዝብል ሕጂ ክብሪ ንኣምላኽ ይኹን በቃ ኣብ እግዚኣብሔር ረዲእናሲ ኣብ ስደትናስ ሓዳር ቆልዑ ገለ ክህልዉና በቃ ምሻሎ ኣዚና እዚ ከኣ ንኣምላኽ ክንመስግነሉ ኣዚና ምሻሎ በቃ ኣዚና ንእግዚኣብሔር ኣምላኽሲ ክብርን ምስጋናን ንኣምላኽ ይኹን በቃ ኣብ ስደተይ ንዓይሲ ሓዳር ድሃብካኒ ደቂ ድሃብካኒ ኢልና ከኣ ክንባረኸሉ ከም ወላ ሓንቲ ዘይገበርና ኣነ ሓደ ሓደ ክሳይ ስለ ዘብል ምስ ብዙሓት ስለ ዝራኸብ ብኢንስታግራም ብገለ ምሻሎ ምስ ብዙሓት ምስ ብዙሓት ሰባት ስለ ዝራኸብ እቲ ኣረኣእያ ናተይን ናይ ካልኦት ሰባትን ስለ ዝፈልጦ እየ ከምኡ ኢለ ዝዛረብ ዘለኹ እሞ ክቡራት ኣሕዋተይ ዓቢ ነገር ኢና ጌርና ክሳብ ሕጂ ካብ ሕጂ ንንየው ከዓ ከምኡ ብዙሕ ነገር ኣሎ ኣብ ዩቱብ ካብ ቆራፅ መራፅ ቪድዮ ኣብ ፌስቡክ ኣብ ቲክቶክ ገለ ንርኢ ኣብ ዩቱብ ስሩዕ በቃ ናይ ማኔጅ ናይ ምሕደራ ዘይንኽእል ተኮይና ብዛዕባ ምሕደራ ብትግርኛ ኢቭን ዝምህሩ ኣለዉ ብዛዕባ ኢንቨስትመንት ዝምህሩ ኣለዉ ከመይ ጌርካ እዩ ነው ተካውን ዝምህሩ ዘለዉ ከመይ ጌርካ ላይክ ንፉዕ በዓል ሓዳር ትኸውን ዝምህሩ ኣለዉ እንተ ብድራማ መልክዕ ድም እንተ ብገለ ድም ብትግርኛ ማለት እዩ ኣነ ሕጂ ሪኮመንድ ክገብረክ እንተኮይነ ብዛዕባ ኢንቨስትመንት ድዩ ብዛዕባ ላይክ ናይ ባጀት ነገር ናይ ምሕደራ ነገር ላይክ ናይ ፋይናንስ ነገር ክትመሃራ ተደሊኽን ኣብ ኤሪ ኢንቨስትመንት ዝብላ ኣሎ ሕጂ በዓል ማእከለ ኣለው ኣነ ብብዝሒ ንዓኣቶም እንደ ዝሪኦም ኣለዉ ንኣብኦም ሰዓት ክንሲ ካልእ ቪድዮ ከዓ ናይ ካልኦት ክመፀክን እዩ ማለት እቲ ቻነላት ኣብዚ ስለ ዝዋጃበረኒ ኣለዉ ብዙሓት ኣብኣ መእተዋ ክትረኽባ ይኽን ማለት እዩ ካልኦት ከዓ ብዛዕባ ናይ ሓዳርና ድዩ ናይ ገለ ከዓ ኣለዉ ንፉዓት ብፍላይ ኣለዉ ሕጂ ኣነ ጴንጠ ካብ ቀደም ዝሪኦም ዝነበርኩ ፍረ ፕሮዳክሽን ዝብሉ ሕጂ ሰብ ወነት ናይ ቀደም ድራማታት ዋላ እቲ ክንረኣዩ ብዛዕባ ሓዳር ከመይ ጌርካ ምስ በዓል ሓዳርካ ትዘራረብ፣ ከመይ ጌርካ ከይበሰልና እንድሕር ተመሪዕና ንሰብኣይካ ተኽብሮ፣ ከመይ ጌሩ ሰብኣይ ንሰበይቱ የኽብራ፣ ከመይ ጌርካ ደቅኻ ትቐጽዕ፣ ከመይ ጌርካ እንታይ ትገብር ብዙሕ ትምህርትታት ዘመሓላልፉሉ ማለት ከምኡ ካልኦት ቻነላት እውን ኣለዉ ብጣዕሚ እዮም ክሳብ ሕጂ ከምዚ ጴንጠ ገለ እንድዮም ምስ ናተይ እምነት